ሰላም ሰላም ተኸታተልቲ መደብ ሄለን ታይምስ ከመይ ትኾኑ ንሕና ኣምላኽ ይመስገን ጽቡቕ ኣለና ከምዚ ናትና ዝበለጸ ሰላም ክትህልዉ ናይ ወትሩ ትምኒትና እዩ ሄለን ታይምስ ንዓኹም ንተዓዘብታ ንምሕጓስ ፍሉይ ዝኾነ መደባት ሒዛ ደበኽ ኢላትልኩም ኣላ ካባኹም እንደልዮ ሃናጺ ርእይቶ ሸር ላይክ ሳብስክራይብ ብምግባር ኣብ መዓልታዊ ዝዝርግሑ መደባትና ተሳተፍቲ ንክትኮኑ ብኽብሪ ንዕድመኩም ንሎሚ ሒዝናልኩም መጺና ዘለና ኸኣ ህይወት ሓጎስ እያ እትብል ልቢ ወለድ እያ ክትከውን ሰናይ ምክትታል ክኾነልኩም ንምነ ሳሊና ነታ ጸባብ ክፍሊ ኣዒንታኣ ዓሚታ ኣእምሮኣ ከፊታ እያ ኣትያታ ኣዒንተይ ብቐስታ ምስ ከፈትክወን ብሓደ ኩርናዕ ናይቲ ክፍሊ ጻዕዳ ምንጻፍ ምስ ክልተ መተርኣስ በቲ ካልእ ኩርናዕ እውን ሓንቲ ክትውላዕ ዝተቐረበት ትመስል ዓባይ ሽምዓ ረኣኹ። ብዘይካ ማእከላይ ዓቐን ዝነበራ ባኮ ካልእ ዝረኣ ኣይነበረን። ኣብቲ መንደቕ ከኣባ ብድምቕ ዝበለ ናይ ኮምፒተር ጽሑፍ ኣይትተሓለሊ ዓለም ናይ ጸዋራት እያ ናይ ሰብ ዓቕሊ ክገጥሞየ በሊ ልዕሊኣ ሓይሊ ኣብርሃም ኣፎርቂ ዝብል ጥቕሲ ይንበብ ነይሩ። እቲ ክፍሊ ዝስማዕ ድምጺ ዘይነበሮ፣ ብኹሉ ነገሩ ክብድ ዝበለ ነበረ። ድፍር ኢልካ ክትኣትዎ ዘኽእል ብዘይምንባሩ ክንብንብ በለኒ። እዚ ኩሉ ዝገበረ ካብ ጎነይ ዘይፍለ ብምሕዝነት ነዊሕ ዓመታት ዘጓዓዘኒ ንጽቡቐይ ዝደሊ ወትሩ፣ ጽቡቕ ነገር ከርእየኒ ዝሕልንን ንባህሪ ተፈጥርኡ ከድንቕ ዝገብር መሓዛይ እዩ። ህይወት ምስትምቓር እያ። ኣብዛ ጸባብ ክፍሊ ብዘይካ እዘን እትርእይየን ዘለኺ ካልእ ንኣእዛንና ዘጽምም ንኣእምሮና ዝርብሽ ድምጺ ይኹን ሕብሪ ዘይብሉ ክፍሊ ንህይወት ከተስተማቕርያ እየ ኣምጺኤኪ በለኒ ድሕሪ ኣዒንተይ ምኽፋተይ። ዘስመዓኒ ናይ ፈለማ ቃላቱ ኩሉ ነገር ዝተሓዋወሰኒ እየ ዝመስል። መቐረትን ህይወትን ትርጉም ምንባርን ከመይ ምዃኑ ብዙሕ ግዜ ሓቲተዮስ ብነገራት እምበር ብቓላት ክገልጸለይ ኣይከኣለን ነበረ። ሓደ ሓደ ግዜ ኣብ ሳልሳይ መዓልቲ ምውጻእ ወርሒ ናብ ሓደ በረኻ ይወስደኒ። እዛ ወርሒ ርኣያ፣ እቲ ጥቓኣ ዘሎ ኮኾብ ከኣ ርኣዮ፣ ነቲ ደበና'ውን ኣይትጉሰይዮ። ኣዚርኪ ንኹሎም ተዓዘብዮም እሞ መቐረት ሂወት ኣብኡ ክትጸንሓኪ እያ ሂወት እንታይ ምዃና መምርሒ ክትምህረኪ እያ ኣስተውዕሊ ጥራይ ይብለኒ ብዘይ ዘረባ ንሰዓታት ክንዕዘብ ንጸንሕ በሊ ንኺድ ምስ በለኒ ከኣ ኣእዳወይ ነጊፈ ድሕሪ ድሕሪኡ ይስዕብ ክሳብ ገዛ ንበጽሕ እውን ብዙሕ ኣይንዛረብን ንኹሉ ብህድኣት ንዕዘብ ንሱ ተመሲጡ ንኽዕዘቦ ከይተፈለጠኒ ብስቕታ እዕዘብ ነበርኩ። ከምኣ ኢልና ገዛ ኣብጺሑ ይፋነወኒ። ንኽድቅስ ዓራተይ ምስ ሓዝኩ ዝወዓልክዎ መሊሰ ከስተንትን ክብል ድቃስ ይኣብየኒ። ዝወዓለ ምስቲ መቓር ናተይ ኣጠማምታን ትርጉምን ከም ዝህቦ ይፈልጥ እዩ። ናብ ሞባይለይ ኣቕኒዐ ቁጽርታት ብምጥዋቕ ዝወዓልናዮ ምስቲ መቓር እንታይ ትርጉም ከም ዝረኸብኩሉ ከዕልሎ ኢለ ጥራይ ኣይኮንኩን። ዘይተወደኣ ነገር ከም ዘለኒ ድቃስ ክኣብየኒ እንከሎ ጽቡቕ ዕረፍቲ ይህበኒ ስለ ዝነበረ እዩ። ንሱውን ናቱ ምስትምቓር ምስ ነገረኒ ዓቢ ጾር ከም ዘራገፍኩ ጥዑም ድቃስ ይጠልመኒ። ናብ ዝኾነ ቦታ ኣብ ንኸደሉ ብዘይ ምኽንያት ኣይወስደንን እዩ ኢለ ግዲ ስለ ዝሓስብ ብዝከኣለኒ ከስተማቕሮ እፍትን። ከምኡ ኮይነ'የ ናብዛ ገዛ ካብ ዝኣቱ ኣትሒዘ መቐረት ምንባር ብዓቢኡ ከኣ ትርጉም ምንባር ክምርምር ዝጀመርኩ ከምኡ ዝበለ ሕቶታት ከልዕል ከም ዝመጽኣኒ ኣይተጠራጠርኩን። ስረ ባድላ፣ ጻዕዳ ካምቻን ኮዮ ጫማ፣ ብግቡእ ዝተቐምቀመ ጸጉሪ ርእሱ ምስቲ ብቕርጺ ዝወጽእ ጭሕሙ ተደሚሩ፣ ብጣዕሚ ተቀይሩኒ ብዘይ ምግናን ድማ ፍሉይ ግርማ ሂብዎ ነበረ እንድዒ ሎምስ ብዛዕባ ናይ ምንባር ፍልስፍናኻ በልኩ እናሰሓቅኩ ነታ ዝውልዓ ዝነበረ ሽምዓ ናባይ ገጹ ሒዝዋ ብምምጻእ ብህዱእ መንፈስ ዘለዎ ቃና ኮኾበይ ብርሃን ናይዛ ሽምዓ ደብዛዝ እዩ ዘሎ ካልኣይቲ ሽምዓ እንተወሊዕና ግን ብሓባር ኮይነን ዝፈጥርኦ ብርሃን ዝያዳ ድምቀት ክህልዎ እዩ ሓቀይ በለኒ ነይ እወ ምልክት ምስ ሃብክዎ ስለዚ ሂወተይ ከምዛ በይና ትበርህ ሽምዓ ክትከውን ኣይደልን እየ ንዝያዳ ሓይሊ ድምቀት ካልኣይቲ ክትህልወካ ኣለዎ ኮኾበይ ብምባል እንታይ ክብል ከም ዝደለየ ክሳብ ምርዳእ ዝኣበየኒ ገይሩኒ። ናብታ ሓንቲ ካብተን ውሑዳት ንብረታት እታ ክፍሊ ጐሊሓ እትረኣ ዝነበረት ባኮ ገጹ ብምኻድ ክልተ ቢኬሪን ኮኳን ማይ ጋዝን ብምምጻእ ኣብቲ ተነጺፉ ዝነበረ ምንጻፍ ኣቐመጦ። ብርቀት ኣተሓሳስባኡ ኩሉ ግዜ ከም ዝግረም እዝክር እሞ መመሊሰ እግረም። ክሓርቕ እንከለኹ ብዘይካ ንዕኡ ንኻልእ ርኸቢ ኣይመጻንን። ንሱ ከኣ ግዜኡ ከይበቐቐ ሃፍ ኢሉ ኣብታ ዘለኹዋ ይመጽእ ረዘንቲ ሓሳባት ፈኮስቲ ቃላትን ገይሩ ንሕርቃነይ የብንኖ ኩሉ ግዜ ክትሓርቂ ከለኺ ካብቲ ዘለኽዮ ቦታ ተኣለዪ ናብ ካልእ ጽምው ዝበለ ቦታ ኬድኪ ክትሓስቢ ኣለኪ ክትሓርቂ ከለኺ ኣጸቢቅኪ ክትሓስቢ ኣጸቢቅኪ እናሓሰብኪ ከኣ ካብ ዓቕልኺ ዘጽበልኪ ጸቢብ ከባቢ ውጽእ በሊ ስለምንታይ ሓሪቐ ክሓርቕ ይግባኣኒ ነይሩ ድዩ? እቲ ጠንቂ ዝኾነኪ ጉዳይ ብሰብ ዝነቐለ እንተኾይኑ ፈትዩ ድዩ ከምኡ ዝገበረ እናበልኪ ንነብስኺ ሕተትያ። ሓደ ሓደ ግዜ ስምዒታትና ኣብ ጉምቦ ኢድና ኮፍ ኣቢልና ክንሪኦም ጽቡቕ እዩ። ሰብ ንዝገጠሞ ሽግራት ካብ ስምዒታቱ ኣውጺኡ ምስ ዝገጥሞ ጥራይ እዩ ክስዕሮ ዝኽእል። ኣብ ስምዒት ዝነብር ሰብ ኩሉ ግዜ ኣብ ውድድር ህይወት ተሰዓራይ እዩ። ስለዚ ክትሰዓሪ ዘይትደሊ እንተኾይንኪ ስምዒታዊት ኣይትኹኒ። እናበለ ምኽሩ ይልግሰለይ። ህይወተይ ካብታ ዝነበረት ዝያዳ ትውስኽን ትሕይልን ትዓቢ። ኣብ ልዕሊኡ ዘለኒ ፍትወት ክብርን ከኣ ምስኡ ይዓቢ። ንመቐይሮ ህይወተይ ሓንቲ መዓልቲ ክስእኖ ኣይደልን እየ። ኩሉ ግዜ ምሳይ እንተዝህሉ። ኣይምጸላእኩን ኣይምመነኹዎን ውን። ንሱ ኣብ ዘይህልወሉ መንፈሱን ኣነቓቓሕቲ ሓሳባቱን ምሳይ ኣለዉ። ምስኡ ክህሉ እንከለኹ ውሽጠይን ደገይን፣ ስጋይን መንፈሰይን ነጻነት እዩ ዝስምዖ። ቅርዓተይ ብሓጎስ ናይ ነፍሲ መዛሙርን ትምላእ። ሰላም ይዓስለኒ። ምስኡ ኣብ ዝህልወሉ ንቐልዓለም ተዛሪበ ኣይፈልጥን። ድላየይ ካብ ምባል ኣይቁጠብን። ብዘይ ስክፍታ ማዕረ ማዕሪኡ ይኸይድ። ገለ ገለ ሰባት ፍቑራት ንመስሎም ኣለዉ እንተኾነ ግን ምሕዝነት ምስ ሕውነት ጠሚሩ ሒዝና እምበር ንባሕሪ ዝወነነትን ትውንነንሲ ኣብ ስግር ባሕሪ ከም ዘላ እፈልጥ እየ ንሳ ውን መዓልታዊ ርክብና ብኢንተርነት ትከታተሎ እያ ዝኾነ ይኹን ጥርጣረ ክሓድራ ከም ዘይብሉ እናሻዕ በብጊደና ንነግራ ኢና ንሳ ውን ዝያዳ እምነት ክህልዋ ከም ዘለዎ ካብ ባሕሪ ከም ዝተምሃረት እያ ትነግረና ጫማይ ኣውጺኤ ኣብቲ ምንጻፍ ረፋዕ በልኩ። ካብታ ኮካ ዝመለእት ክልተ ቢኬሪ ሓሓዴና ምስ ሓዝና ንዝያዳ ምንባር ሓጎስ ምውናንን ችርስ በለኒ ኣነ ግን ፍሽኽታ ጥራይ እየ መጢወሉ። ኣብዛ ዓለም ከለኹ ከምዚ ዓይነት ህይወት ምሳኺ ከስተማቕር ምኽኣለይ ዕድለኛ እየ። ኩሉ ግዜ ዝሓስቦ ዝነበርኩን ምፍጻመይ ባህ እብለኒ። ንምሕዝነትና ዝያዳ ተኸናኺንኪ ከም ዝማሙቕ ጌርክኒ ስለዚ ክብሪ ንዓኺ ዝያዳ ጉዕዞ ምሕዝነትናን ንኸይንጠላለም ብልቢ ቃል ክንኣቱ ኢና ምስ በለኒ ኣርሒቑ ዝገዓዘ ኮይኑ ስለ ዝተሰማዓኒ ነብሰይ ፍርሒ ወረራ እዋእ እንታይ ሓሲብካ ደኣ ምስ በልክዎ ኮኾበይ ሕማቕ ኣይትሕሰቢ ጽባሕ እንታይ ንኸውን ስለ ዘይንፈልጥ ቃል እተውለይ ኣነ ኮነ ንስኺ ብዝያዳ ንምሕዝነትና ክንከናኸን ቃል ክንኣቱ እደሊ ኣለኹ ከም ቀደመይ ኩሉ ድሕሪ ምሕዝነትና ከም ዝሰርዖ ቃል እኣትወልካ ጽቡቕ ኮኾበይ ኣነ ውን ዝያዳ ዝሓለፈ ግዜ ንዕብየት ምሕዝነትናን ቅድሚ ኩነት ከም ዘየቕርበሉ ብምሉእ ሕልናይ ቃል እኣቱ ኣለኹ ኣዝየ እየ ዘመስግነኪ ኣእምሮይ ኣይቀሰነን ዋላ ደኣ ቃል እንተ ተኣታተና ድርዒ ዝኾነና ይኹን እምበር ካብ ምርባሽ ዓዲ ኣይወዓልኩን ስለምንታይ ቃል ከምዝኣተና ክገልጸለይ እኳ እንተደለኹ ንዘረባ ዕድል ከይሃበ ሕቑፍ ኣቢሉ ምስ ዓሙ ማዕጾ ከፊቱ ወጸ ዳሕራይ ቀልጢፉ ኣይተመልሰን ምጽባይ ምጽባይ ወለደት ሻቕሎተይ ክዓቢ ግዜ ኣይወሰደን እንተ ደወልኩሉ ሞባይሉ ኣይትሰርሕን ቅድሚኡ ስለ ዘይደወልኩሉ ትሰርሕን ዘይክትሰርሕን ምስኡ ምንባራን ዘይምንባራን ኣየረጋገጽኩን ተስፋይ ከይጽንቅቕ እናተቓለጽኩ ነዊሕ ተጸበኹ ግዜ ምስ ነዋሓኒ ካብቲ ኮፍ ኢለሉ ዝነበርኩ ምንጻፍ ብምትንሳእ እናፈራሕኩ ናብቲ ማዕጾ ኣምራሕኩ ግብ ዝበለ ጸልማት ብምንባሩ ደፊረ ክወጽእ ኣይከኣልኩን። ዓው ኢለ ድየ ትሒተ ብዘይርደኣኒ ድምጺ ንስሙ ጸዋዕኩ። መልሲ ግን ኣይነበረንን። ኣብቲ ኣስካላ እግረይ ሰዲደ ክረግጽ ምስ በልኩ ገለ ነገር ከም ዝኾንኩ ተረደኣኒ። ብድሕሪኡ ዱብ ዝብል ድምጺ ሰማዕኩ። ነብሰይ ብድንዙዙ የማናይ ጎነይ ክቐንዝወኒ ጀመረ። ዝኸበርኩም ተኸታተልቲ ሄለን ታይምስ በዚ ዘቕረብናልኩም መደብ ዓቂብኩምን ተዘናጊዕኹምን ክትኮኑ ብሰናይ ትምኒትና ንገልጽ። ኣብዚ መደብ ርእይቶ ወይ ከኣ ነቐፌታ ምስ ዝህልወኩም ኣብ ቦታ ኮመንት ኣስፍሩልና። ንምትብባዕ ከኣ ሸር፣ ላይክ፣ ሳብስክራይብ ኣይትረስዑና እንዳበልና ኣብ ቀጻሊ ብኻልእ መደብ ክሳብ ንራኸብ ሰላም ኩኑልና ንብለኩም።